ሰላም ሰላም ክቡራት ተኸታተልቲ መደባትና ከመይ ኣለኹም ጸጋ ጥዕናኹም ንሕና መቸም እንትርፎ ናፍቖትኩም ጽቡቕ ኣለና ኣብ ህይወትኩም ጥዕና ኣብ ስራሕኩም ክዓወት እናተመነና ናብዚ ንሎም ዘዳልናልኩም መደብ ብዛዕባ ታሪክ ህይወትን ናይ ስነ ጥበብ ጉዕዞን ናይታ ካብ ንእስነታ ብጉጅለ ባህሊ ዋሪ ተሳሒላ ዝመጸት፣ ብፍሉይ ኣከዳድናኣን መሳጢ ምንቅስቓሳን ትፍለጥ ብልጽቲ መንእሰይ ድምጻዊት ሚልዮን ሃይሉ ዝድህስስ ትሕዝቶ ኢና ሒዝናልኩም መጺና ዘለና። ቅድሚ ምጅማርና ግን ሞራልኩም ኣብ ቀጻልነት ስራሕና ሓጋዚ ስለ ዝኾነ ሓደራኹም ብሼር ላይክ ኮመንት ክትዕጅቡና እናዘኻኸርና ብቐጥታ ናብ መደብና ክነብል። ስነ-ጥበባዊት ሚሊዮን ሃይሉ ኣብ ማሕበራዊ ሜድያ ኣብ ዝዘርግሓቶ ሊፕሲንክ ካብ ኢትዮጵያውያን ዓቢ ኣቓልቦ ክትረክብ ክኢላ። ነዚ ድሕሪ ምዝርግሓ ድማ ብዙሓት ቲክቶከራትን ወነንቲ ማሕበራዊ ሜድያን ንሚሊዮን ሃይሉ ከም ዝፈትውኣ እየን ብተደጋጋሚ ዝገልጻ ዘለዋ። ሚሊዮን ሃይሉ ኣብ ዝዘርግሐቶ ቪድዮ ኲናት ዘፍርሕን ዘጽልእን ምዃኑ'ያ ከተረድእ ፈቲና። ንምንታይ ወዲ ሰብ ብሰላም ዘይነብር? ብሰላም ዝነብረሉ ግዜ ናፊቐ። ብዘይ ኲናት እውን ህይወት ንባዕላ ሓጻር'ያ ብምባል ብኣምሓርኛ ቪድዮ ዘርጊሓ። ሚልዮን ሃይሉ ነዚ ክትብል ዘገደዳ ምኽንያት ንኹሉ ግሉጽ'ዩ። እቲ ናይ ፖለቲካ ብስለት ዝጎደሎ ናይ ኲናት ነጋሪት ካብ ምድካር ኣዕሪፉ ዘይፈልጥ ኣብይ ኣሕመድ ምስ ናቱ ዓሻክርን ዕሱባት ማሕበራዊ ሜድያን ኮይኑ ዝገብሮ ዘሎ ንኲናት ዝዕድም ተኸታታሊ መደረታት ምስ ኣስተብሃለት ዝበለቶ እዩ። ሓንሳብ ጥራይ ኣልዒሎም መዓስ ዓሪፎም። ብቐጻሊ ብሉይ ጽንጽዋይ ከም ብሓድሽ እናልዓሉ ያኢ ህዝቢ ኢትዮጵያ ከም ቀደም ዘሎ መሲልዎም ከደናግሩ ብዙሕ ጽዒቶም እዮም። ንሚለን እውን እዚ እዩ ቪድዮ ክትሰርሕ ዘገደዳ። በዚ ኣጋጣሚ ታሪኽ ህይወት ሚልዮን ሃይሉ እንታይ ይመስል ክንርኢ። ርሒብ ውሽጣዊ ሓይሊ ዘለዋ ስነ-ጥበባዊት እያ። ዝገርም ናይ ስነ-ጥበብ ርድኢት ትውንን። ስምዒት፣ ክእለት፣ ብስለት፣ ሓይሊ፣ ጻዕሪ መለለይኣ እዩ። ዓሚቕ ትሕዝቶ ዘለዎም ደርፍታታ ምስ ገላጺ ምንቅስቓሳ ተደሚሩ ዝገርም ፍቕሪ ሞያ ከም ዘለዋ ይነግር። ብስምዒት ክትደርፍ እንክትሪኣ ምስቲ መረዋሕ ጥዑም ተፈጥራዊ ድምጻ ላዕሊ ወጺኣ ክትደርፍ እንከላ ብክእለት ኣደራርፋኣ ትግረም። ረዚን መልእኽቲ ዘለዎም ደርፍታታ ዘልዕልዎም ሓሳባት ጥዑምን ወካልን ዜማኣ ምስ ፍሉይ ክእለት ኣደራርፋኣ ኣብ ልክዕ ተውህቦኣ ከምዘላ ይምስክር ድምጻዊት ሚልዮን ሃይሉ። ሚልዮን ሃይሉ ትበሃል ኣብ ኣስመራ ገዛ ባንዳ ተወሊዳ ዓብያ። ዕድሚኣ ንትምህርቲ ምስ ኣኸለ መባእታ ማእከላይ ካልኣይን ደረጃ ትምህርታ ድሕሪ ምክትታል ናይ ዓሰርተ ክልተ ክፍሊ ትምህርታን ሃገራዊ ጉባኣን ንምፍጻም ምስ መበል ዕስራን ኣርባዕተን ዙርያ ሃገራዊ ኣገልግሎት ንሳዋ ወሪዳ። ኣብ ሳዋ ንሓደ ዓመት ጉባኣ ኣካዳሚያውን ወተሃደራውን ትምህርቲ ድሕሪ ምውሳድ ከኣ ናብ ኣስመራ ተመሊሳ። ዕስራን ኣርባዕተን ዙርያ መፍረ ብዙሓት ስነ ጥበባውያን ሃገርና እያ። እቲ ምንታይ ከም በዓል ሰምሃር ዮውሃንስ፣ ዳናይት ኣፍወርቂ፣ ሸዊት ዕቕባሚካኤል፣ ነህምያ ዘርኣይ፣ በረኸት ዕቕባሚካኤል፣ በራሙ፣ ሚልዮን ሃይሉ ንባዕላ ኣባላት ዕስራን ኣርባዕተን ዙርያ ስለዝኾኑ። ሚልየን ሃይሉ ገና ንእሽቶ እንከላ እዩ እቲ ዓቢ ይኹን ንእሽቶ፣ ድኻ ይኹን ሃብታም ዘይፈሊ፣ ጾታ ዘይግድሶ፣ ኣቤት ንዝበሎ ጥራሕ ኣፍደጊኡ ዘርሑ ስነ ጥበብ ኣብ ልባ ሓዲሩ። ውሽጣ ተረዲኣ ርሒብ ባይታ ስለ ዝፈጠረትሉ ድማ ከም ተደጒሉ መዓልቲ ዝጽበ ዝነበረ እሳተ ጎመራ ናብ ደገ ክወጽእን ኣብ ዓይኒ ጠርናፊ ጉጅለ ባህሊ ዋሪ መምህር ኤፍሬም ፍቓዱ ክኣቱን ሓደ ኮይኑ። ብመምህር ኤፍሬም ፍቓዱ እናተሓገዘት ከኣ ናይ ስነ ጥበብ ዓቕማን ክእለታን ከተዕቢ ጀሚራ። ኣብዛ ጉጅለ ሚልዮን ከም ተላሃይትን ደራፊትን ምስ ኣብ ናታ ዕድመ ዝነበሩ ስነ ጥበባውያን ሶልያና ዳዊት፣ ሄኖክ ተኽለዋርን ካልኦትን ብምዃን ክትፍለጥን ናብ ክብ ዝበለ ደረጃ ክትሰጋገርን ክኢላ እያ። ሚልዮን እውን ኣብ ጉጅለ ባህሊ ዋሪ ብዙሕ ከም ዝኸሰበት ብተደጋጋሚ ገሊጻ እያ። ዝኾነ ሰብ ሓደ ሞያ ወይ ስራሕ ክጅምር እንተድኣ ኮይኑ ገለ መበገሲታት ክህልዎ ኣለዎ። ብፍላይ ኣብ ሞያ ስነ ጥበብ መብዛሕትኡ ግዜ ተጸሊእኻ ኢኻ ትኣቱ። ኣብ ዝኾነ ኣጋጣሚታት ከም ንዕዘቦ ገለ ብኸባቢ ገለ ብመዘንኡ ገለ ንድማ ብፍቕሪ ናይቲ ሞያ ተደሪኹ ክኣትዎ ይኽእል ይኸውን። እቲ ዝበዝሕ ግን ዝያዳ ብዓርኪ መዘና ተጸሊዩ ዝኣቱ እዩ። ሚልዮን ሃይለ እውን ብውሽጣ ተደፊኣ እያ ናብዚ ሞያ ክትኣትው ተደሪኻ። ደርፍታት ሚልየን ኣብ ዩትዩብ ብብዝሒ እዮም ዝረኣዩ። እዚ ከኣ ሚልየን ብውሕሉል ኣቀራርባ ገይራ ስለ እትዓዮም እዩ። ሚልየን ሓንቲ ካብቶም ዩትዩብ ዝኾልዖም ስነ-ጥበባውያን እውን ትበሃል እያ። እቲ ምኽንያት ድማ ደርፍታታ ኣብ ዩትዩብ ብብዝሒ ተዓዘብቲ ስለ ዝረኽቡ እዮም። ሚልየን ኩሉ ግዜ ኣብ ክሊባታ ፍልይ ዝበለ ኣከዳድና ትጥቀም፣ እዚ ድማ ሓደ ምኽንያት ናይቲ ተራኣይነት ስራሓ ክኸውን ከም ዝኽእል ይግመት። ነዚ ግን ኩሉ ግዜ ዲዛይነራት ወይ ዳሪክተራት ከም ዝመርጹላ'ያ ሚልየን ተዕልል። ሚልየን መብዛሕትኡ እዋን ከም እትገልጾ፣ ብቐጻሊ ልምምድ ከም እትገብር'ያ ትዛረብ። ኣብ ዝኾነ ኣጋጣሚ ንልምምድ ተጥፍኦ ግዜ ብዙሕ ምዃኑ'ውን'ያ ወሲኻ ተዕልል። መብዛሕትኡ ስርሓት ሚልዮን ኣብ ዓንኬል ፍቕሪ ዝተሰርሐ ዩ። ገለ ካብ ዝሰርሐተን ደርፍታት ምስ እንጠቅስ ድማ ገዳሙ፣ ትዝክሮ ዶ፣ ኣይትወሳወስ፣ ኣፍቂርካ ክኣ ኣሎ፣ ንፋቶ፣ ብርሃን ዓይነይ ምስ ስነ-ጥበባዊ ግርማይ ዓንዶም ብምዃን ዝሰርሐታን ካልእን ዝብላ ደርፍታት ክሳብ ሕጂ ሰሪሓ ትርከብ። ሚለን ንፍዕቲ ደራፊት እያ። ኣብ ዝተፈላለየ እዋን ዝደረፈቶም ብርክት ዝበሉ ደርፍታት ኣለውዋ። ክእለት ኣደራርፋኣ መሳጢ፣ ደሃያ ጥዑም፣ ኣየናይ ደርፊ ምስ ሕብሪ ጎረርኣ ይኸይድ እውን ትፈልጥ እያ። ንሓደ ደራፋይ ብቑዕ ካብ ዘብሎ ረቋሒ፣ እዋን ሓልያ ብተምሳጥ ንላዕልን ታሕትን ክትወፅእ እንከላ ከኣ ብክእለታ ትድነቕ። ሚልዮን ሃይሉ ካብ ኩሎም ደረፍቲ ዝፈልያ ነገር እንተሎ ኣብ ክሊባታ ሳዕሳዕቲ ዘይትገብር ምዃና እዩ። እዚ ከኣ ርእሰ ተኣማንነታን ክእለታን የመስክር። ምኽንያቱ ሚልዮን ኣብ ክሊባታ ኣብ ሓይሊ ዓቕማ ተኣማሚና እያ ደርፊ ሙሉ ትውድኦ። እቲ ትገብሮ ፍልይ ዝበለ ምንቅስቓስ ስለ ዝስሕበካ እውን ኣዒንትኻ ካብ ገጽ ስክሪን ክትፈልየን ኣይትኽእልን ኢኻ። ኩሉ እቲ ምንቅስቓሳ ምስ ዋሕዚ ዛንታ ናይቲ ክሊፕ ተሳንዩ ስለ ዝኸይድ ከኣ ኣብ ተዓዛቢ ፍሉይ ተምሳጥ የሕድር። ነቲ ፈኲስ ነብሳ ምስቲ ዛንታ ብዝኸይድ ገይራ ብስምዒትን ተምሳጥን ከተዋዛውዞን ከተንቀሳቕሶን ከላ ከኣ ብናታ ክሊብ ዘይምሰጥ ሰብ የለን። ክዓቢ ዝደሊ ሰብ ዋላ እኳ ቀሊል ኣይስራሕ፣ ውሑድ ከም ዝሰርሐን ንመጻኢ ድማ ኣበርቲዑ ክሰርሕ ምዃኑን እዩ ዝኣምን። ሚልዮን እውን እቲ እትሓስቦ ደረጃ ከም ዘይበጽሖቶን ካብ ሽሕ ናይ ስነ-ጥበብ ኣስካላ ኣብታ ቀዳመይቲ ከም እትርከብን ብምግላጽ፣ ንመጻኢ ብዙሕ ዓቕምን ክእለትን ደሊባ ካብዚ ንላዕሊ ከተፍሪ እምንቶ ከም ዘለዋ እያ ትሕብር። ንሕና እውን ብወገንና ኣብ ህይወታ ጥዕና፣ ኣብ ስራሓ ከኣ ዓወትን ኣሳልጦን ንምነየላ። ካብ ዘላቶ ደረጃ ኣበርቲዓ እንተድኣ ሰሪሓ ከኣ ነቲ ትሓስቦ ኣብ ቀረባ እዋን ከም እትበጽሖ ጥርጥር የለን። እምበኣርከስ ክቡራት ተኸታተልቲ መደባትና ብዘቕረብናልኩም መደብ ዓጊብኩምን ተዘናጊዕኹምን ክትኮኑ እናተተስፈና እትደልይዎ መደብ ኣብ ኮመንት ክትጽሕፉልና እናተላበና